ሰላም ኣምላኽ ምሳኹም ይኹን እንቋዕ ብደሓን መጻኹም ናብዛ ቪድዮ ሎሚ መዓልቲ ካብ መጽሓፍ ቅዱስ ሓደ መሃሪ ዛንታ ከካፍለኩም መጽየ ኣለኹ ንሱ ድማ ታሪኽ ኣቢጋኤል እዩ ጥበብን ሓጎስን እምነትን ዝነበራ ሰበይቲ እያ ነይራ ዛንታኣ ድማ ንኣጸጋሚ ኩነታት ብኸመይ ክንዋጽኦ ከም እንኽእል ብዙሕ ክምህረና ይኽእል እዩ ኣቢጋይል ሰይቲ ሃብታም ግን ከኣ ጨካን ዝነበረ ናባል ዝብሃል ሰብኣይ እያ ነይራ። ኣቢጋይል ግን መስተውዓሊትን ትሕትን መልከዐኛ መንፈሳዊት ነበረት፣ ቀዳማይ ሳሙኤል ምዕራፍ ዕስራን ሓሙሽተን ፍቕዲ ሰለስተ። ኣቢጋይልን ናባልን ብባህርዮም ፈጺሞም ኣይራኸቡን እዮም ነይሮም። ናባል ንፍዕቲ ሰበይቲ እዩ ረኺቡ፣ ንሱ ግን ንዓኣ ዝኸውን ሰብኣይ ኣይነበረን። ግደ ሓቂ ናባል ሃብቲ ነይርዎ እዩ፣ በዚ ምኽንያት ከኣ ርእሱ ኣልዒሉ እዩ ዝርኢ ነይሩ። ካልኦት ግን ብኸመይ እዮም ዝርእይዎ ነይሮም? ኣብ መጽሓፍ ቅዱስ ከም ናባል ገይሩ ብንዕቀት ዝተገልጸ ሰብ የለን፣ ስሙ እንተኾነ ዓሻ ማለት እዩ። ጨካን ግብሩ'ውን ክፉእ ነበረ። ጨካን ሰኽራም ምንባሩ ኣዝዩ ይጽላእን ይፍራህን ነበረ፣ ቀዳማይ ሳሙኤል ምዕራፍ ዕስራን ሓሙሽን። ኣቢጋይል ግን ካብኡ ኣዝያ ዝተፈልየት እያ ነይራ። ትርጉም ስማ ኣቦይቲ ሓጎስ ወይ'ውን ምኽንያት ሓጎስ ማለት'ዩ። ብሓቂ ክትርኣ ሓጎስ እያ ነይራ። ምሳኣ ጥበብን ሓጎስን'ውን ሒዛ መጺኣ። ኰይኑ ግን ናብራኣ ቀሊል ኣይነበረን። ኣብ ሓዳራ ብዙሕ ውርደት ተጻዊራ። መብዛሕትኡ ግዜ ጌጋታት ሰብኣያ ናይ ምእራም ሓላፍነት ትስከም። ንጉስ ዳዊት ንኣገልገልቱ እውን ካብ ናባል ሓገዝ ምስ ሓተቱ፣ ናባል ግን ኣበየ። ዳዊት ተቖጢዑ ሕነ ኺፈዲ ደለየ። ኣብቲ ጽንኩር ኵነታት ተበግሶ ዝወሰደት ኣቢጋይል እያ። ንሰብኣያ ከይሳተፈት መግብን ህያባትን ሒዛ መጸት። ንዳዊት ድማ ብዓብዪ ትሕትናን ምስትውዓልን ትዛረቦ። በቲ ዝነበራ ጥበብን ህድኣትን ድማ፣ ንሕርቃን ዳዊት ክተብንኖ፣ ደም ምፍሳስ ክትከላኸል ክኢላ። እቲ ዘገርም ግን ኣቢጋይል ንሰብኣያ ከየጸለመ ንባህርያት ናባል ግን ትወቅስ ምዃና'ዩ። ብዛዕባ እቲ ኵነታት ዘለዋ ርድኢት ልዕሊ ዅሉ ድማ ኣብቲ ኣምላኽ ዝመረጾ ዳዊት ዘለዋ እምነት ተርኢ። እምነታን ሰላማዊ ባህርያታን ንዓበይቲ ጸገማት ብኸመይ ብተኣማንነት ብጥበብ ከም እትፈትሖም ኣብነት ይገብራ። ካብ ኣቢጋይል እንታይ ክንመሃር ንኽእል? ኣብ ከቢድ ኵነታት ለባምን ህዱእን ኩን። ከም ኣቢጋይል፣ ብሕርቃን ዘይኰነስ ብምስትውዓልን ብትዕግስትን ክንመላለስ ክንጽዕር ንኽእል ኢና። ሓላፍነት ውሰድ። ኣቢጋይል ሰብኣያ ክፈሽል ከሎ ጕዳያ ከም ጕዳዩ ወሲዳ፣ ዋላ ቀሊል ኣብ ዘይኰነ እዋን ባዕልና ጽቡቕ ክንገብር ከነቓቕሓና ይኽእል እዩ። ሃናጽን ድልዱልን ኩን። ኣቢጋይል ሰላምን ዕርቅን መሪጻ፣ እዚ ድማ ንዓለም ኣዝዩ ዘድልያ ነገር እዩ። ኣብ መምርሒ ኣምላኽ ተኣመን። ኣቢጋይል ኣምላኽ ምስ ዳዊት ከም ዝነበረ ርኣ፣ ብእምነት ድማ ተግባራዊት ነበረት። ንሕናውን ኣብ ዘይርጉጽ እዋን ኣምላኽ ይመርሓና ከም ዘሎ ክንኣምን ንኽእል ኢና። ታሪኽ ኣቢጋይል ኣብ መዓልታዊ ህይወትና ጥበብን ትብዓትን ሰላምን ክንመርጽ ይዕድመና። ኣብ ጽንኩር ኩነታት እውን እንተኾነ ኣብ ኣምላኽ ምስ እትውከልን ብፍቕራዊ ኣተሓሳስባን ዓቢ ለውጢ ከም ዝከኣል ህይወታ እዩ ዝሕብር። ቀዳማይ ሳሙኤል ምዕራፍ ዕስራን ሓሙሽተን ዳዊት ናባል ኣቢጋይል። ሽዑ ዳዊት ናብ ምድረ በዳ ማዖን ወረደ። ሓደ ኣብ ቀርሜሎስ መሬት ዝነበሮ ሰብኣይ ኣብ ማዖን ነበረ። ንሱ ኣዝየ ሃፍታም ነበረ፣ ሰለስተ ሽሕ ኣባጊዕ፣ ሽሓ ጣልቃ ነበሮ። በቲ ግዜ እቲ ድማ ጸጕሪ ኣባጊዕ ክቖርጽ ኣብ ቀርሜሎስ ነበረ። ስሙ ናባል፣ ስም ሰበይቱ ከኣ ኣቢጋይል ነበረ። ሰበይቱ ኣዝያ መስተውዓሊት፣ መልክዐኛን ነበረት፣ ንሱ ግን ጨካን፣ ግብሩ ድማ ክፉእ ነበረ። ካብ ዓሌት ካሌብ ከኣ ነበረ። ዳዊት ድማ ኣብ ምድረ በዳ ከሎ ናባል ጸጕሪ ኣባጊዕ ይቖርጽ ከም ዘሎ ሰምዐ። ሽዑ ዳዊት ዓሰርተ ኣጕባዝ ለኣኸ፣ ከምዚ ኸኣ በሎም። ናብ ቀርሜሎስ ደይብኩም ናብ እንዳ ናባል እተዉ እሞ፣ ብስመይ ሰላም በልዎ፣ ከምዚ ድማ በልዎ፣ ሰላም ንኣኻ ይኹን፣ ንስኻን ቤተ ሰብካን ዘለካ ዅሉውን ብሰላም ክትህልዉ እምነየልኩም። ሕጂ ኸኣ ጸጕሪ ኣባጊዕ ትቈርጽ ከም ዘለኻ ሰሚዐ፣ ጓሶትካ ምሳና ኣብ ዝነበሩሉ እዋን ኣይዓመጽናዮምን፣ ኣብ ቀርሜሎስ ዝነበሩሉ ግዜ ከኣ ገለ እኳ ኣይጠፍኦምን። ብዛዕባ እዚ ነገር እዚ ንጋላውኻ ሕተቶም፣ ንሳቶም ከኣ ኪነግሩኻ እዮም። እምበኣር ብመዓልቲ በዓል መጺእና ኣለና እሞ እዞም ኣጉባዝ ኣብ ቅድሜኻ ሞጎስ ይርከቡ በጃኻ ኣብ ኢድካ ዝተረኽበ ንገላዉኻ ንወድኻ ዳዊትን ሃቦ። እቶም ገላዉ ዳዊት ምስ መጹ ድማ እዚ ነገር እዚ ኩሉ ብስም ዳዊት ናባል ነገርዎ ስቅ ኢሎም ከኣ ተጸበዩ ናባል ድማ ነቶም ገላዉ ዳዊት ዳዊት መን እዩ? ወዲ እሰይ ከ መን እዩ? ሎሚ እኮ ከካብ ጎይቶቶም ዝመለቁ ገላዉ ቡዙሓት እዮም። እንጌራይ ማየይን እቲ ንቆረፅቲ ኣባጊዐይ ኢለ ዝሓረድኩ ሕሩደይን ካበይ ምዃኖም ንዘይፈልጦም ሰባት ኣይህቦምን እየ ኢሉ መለሰሎም። እቶም ገላዉ ዳዊት ድማ ተመሊሶም ከዱ። መፂኦም ከዓ እዚ ነገር እዚ ኩሉ ንዳዊት ነገርዎ። ሽዑ ዳዊት ነቶም ሰቡ፣ ነውሲ ወከፍኩም ሴፍኩም ተዓጠቑ፣ በሎም። ነውሲ ወከፍ ድማ ሴፍ ተዓጥቀ፣ ዳዊት እውን ሴፉ ተዓጥቀ። ደድሕሪ ዳዊት ከኣ ኣስታት ኣርባዕተ ሚእቲ ሰብኣይ ደየቡ፣ ክልተ ሚእቲ ከኣ ኣቝሑ ክሕልዉ ተረፉ። ንኣቢጋይል ሰይቲ ናባል ድማ ሓደ ካብቶም ኣጕባዝ፣ እንሆ፣ ዳዊት ኣብ ምድረ በዳ ንጐይታና ሰላም ክብልዎ ልኡካን ሰዲዱ ነበረ፣ ንሱ ግን ሰጐጎም። እዞም ሰባት እዚኣቶም ግን ንኣና ኣዝዮም ሕያዎት እዮም ዝነበሩ። ኣዝዮም ሕያዎት እዮም ዝነበሩ፣ ኣይዓመጹናን፣ በቲ ኣብ ምድረ በዳ ምስኣቶም ዝነበርናሉ ግዜ ድማ ገለ እኳ ኣይጠፍኣናን። እቲ ኣባጊዕ ከንጓሲ ምሳና ምስኣቶም ከለና ለይቲ ኰነ መዓልቲ ኵሉ ግዜ መከባብያ ኰይኖምና ነበሩ። ንሱ ድማ ሓደ እኳ ተዛሪቡ ከስምዖ ዘይክእል ነቓጽ ሰብ እዩ እሞ ሕጂ ንጐይታናን ንብዘላ ቤት ውን ክፉእ ተመዲብዎም ኣሎ ስለዚ ርኣይ እትገብርዮ ክኣ ፍለጢ በላ። ሽዑ ኣቢጋይል ቀልጢፋ ክልተ ሚእቲ እንጌራ ክልተ ሓርቢ ወይኒ ሓሙሽተ ብሱላን ኣባጊዕ ሓሙሽተ መስፈር ጥቡስ ሸዊት ሚእቲ ጎጎ ዘቢብን ክልተ ሚእቲ ጎጎ በለስን ወሲዳ ናብ ዕዱግ ጸዓነቶ ንግዙኣታ ክኣ ቀቅድመይ ሕለፉ እነኹ ክስዕበኩም እየ በለቶም ንሰብኣያ ናብ ጓል ግን ኣይነገረቶን። ኣድጊ ተወጢሓ ነቲ ጎቦ ብኸውለ-ኸውሊ ክትድይብ እንከላ፣ እንሆ ዳዊት ሰጉን ከኣ ይወርዱ ነበሩ። ንሳ ድማ ተቐባበለቶም። ዳዊት ከኣ፣ ኣነ ኣብ ምድረ በዳ ጥሪቱ ከይጠፍኣ ኢለ ሓለኹሉ፣ ንሱ ግን ኮንቱ እዩ፣ ከመይ ኣክንዲ ጽቡቕ ክፉእ መለሰለይ። ጽባሕ ክሳብ እትበርህ ካብ ዘለዉ ኩሎም ወዲ ተባዕታይ ዘበለ ሓደ እኳ እንተ ደኣ ብህይወት ሓዲገስ፣ ኣምላኽ ይቕዘፈኒ ኢሉ ሓሰበ። ኣቢጋይል ድማ ንዳዊት ምስ ረኣየቶ፣ ቀልጢፋ ኻብ ኣድጊ ወረደት፣ ኣብ ቅድሚ ዳዊት እውን ብገጻ ተደፊኣ ኣብ ምድሪ ፍግም በለት። ኣብ እግሩ ወዲቓ ከኣ ከምዚ በለቶ፣ ኣታ ጐይታይ፣ በጃኻ፣ ዝዛረቦ ኣለኒ እሞ፣ ዘረባይ ስማዕ። እዚ ኣበሳ እዚ ዓባይ ጥራይ ይኹን ጎይታይ እልምነካ ኣሎኹ ብናባል በዚ እኩይ ሰብ እዚ ግዲ ኣይትግበር ስሙ ናባል እዩ ከም ስቡ ከኣ ዓሻ እዩ ከም ስሙ ድማ ብዕሽነት እዩ ዝነብ ኣነ ገለትካ ግን ነቶም ዝለኣካዮም ናይ ጎይታይ ኣጉባዝ ኣይረኣኹዎምን ሕጂ ከኣ ጎይታይ ብህያው እግዛብሄር ብስምካ እምሕል ኣሎኹ ኣብ ደም ካብ ምእታው ብኢትካ ሕነ ካብ ምፍዳይ ዘድሓነካ እግዚኣብሄር እዩ፣ ሕጂ ድማ ጸላእትኻን እቶም ንኣኻ ንጐይታይ ክፉእ ዝደልዩልካን ከም ናባል ይኹኑ። ሕጂ ኸኣ እዚ ኣነ ገረትካ ንጐይታይ ዘምጻእኩሉ ገጽ በረከት ነቶም ንጐይታይ ዝስዕቡ ኣጕባዝ ይወሃቦም፣ ንስኻ ጐይታስ ይውግእ እግዚኣብሄር እትዋጋእ ሰብ ኢኻ እሞ እግዚኣብሔር ጽንዕቲ መንግስቲ ከም ዘቁመልካ ርግጽ እዩ እምበኣርሲ በጃኻ በደለይ በደል ገረትካ ሕደገለይ ብሂወት ክሳብ ዘለኻ ድማ በዳሊ ኮንካ ኣይትረከብ ሰብ እኳ ክሰጎግካን ክቀትለካን እንተተንሰኤ ንኣኻን ጎይታይሲ እግዚኣብሔር ኣምላኽ ይሓልኻ ንጸላእትኻ ግን ከም ብውንጭፍ ጌሩ ይወንጭፎም። እግዚኣብሄር ንጐይታይ ከምቲ ኵሉ ጽቡቕ ዝተስፈዎ ምስ ገበረ፣ ኣብ ልዕሊ እስራኤል ከኣ ንጉስ ክኸውን ምስ ኣዘዘካ፣ ንጹህ ደም ኣፍሲሰ፣ ሕነውን ፈድየ ኢልካ ኣብ ሕልናኻ ጣዕሳ ኣይክስምዓካን እዩ። እግዚኣብሄር ንዓኻ ንጐይታይ ጽቡቕ ምስ ገበረልካ ድማ ንኣይ ንገረትካ ዘክረኒ። ሽዑ ዳዊት ንኣቢጋይል፣ እቲ በታ መዓልቲ እዚኣ ንኽትቀባበለኒ ዝሰደደኪ እግዚኣብሄር ኣምላኽ እስራኤል ይመስገን፣ ለባም ስለ ዝዀንክን በዛ መዓልቲ እዚኣ ድማ ደም ካብ ምፍሳስ ስለ ዝኸልከልክንን ብርኽቲ ኩኒ። በቲ ኽፉእ ከይገብር ዝኸልከለኒ ሕያው ዝዀነ እግዚኣብሄር ኣምላኽ እስራኤል እምሕል ኣሎኹ። ንስኺ ክትቅበልኒ ቀልጢፍኪ እንተ ዘይትመጽስ ንናባል ጽባሕ ክሳብ እትበርህ ደው ኢሉ ካብ ዝሸይን ሓደ'ኳ ኣይምተረፎን ነይሩ በላ። ዳዊት ድማ ነቲ ዘምጽኣትሉ ካብ ኢዳ ተቐቢሉ እንሆ ዘረባኺ ሰሚዐ ተቐቢለዮ ኣለኹ፣ ናብ ቤትኪ ብሰላም ተመለሲ በላ። ኣቢጋይል ድማ ናብ ናባል ተመልሰት።